ሰላም ዝኸበርኩም ተኸታተልቲ መደብና እዚ ኣለና ቦታ ሃገር እዩ ካብ ኣስመራ ሚእትን ሰላሳን ሓሙሽተን ኪሎ ሜተር ተጓዒዝና ኣብ እምባ መጠራ ወይ በሎኮሎ በፂሕና ኣለና ኣብዚ ታሪኻዊ ቦታ እዚ ምስ መንእሰይ ክኢላ ናይዚ ዓውዲ ንገብሮ ቃል መጠይቅ ክህሉ እዩ ስጋ ፍፃመ መደብና ክትከታተሉና ብኽብሪ ይዕድም። ሰላም መን ክብል? ኖህ እበሃል።
ኖህ ሰላም።
ሰላም ደሓን ዲና? ከመይ?
ጽቡቕ ጽቡቕ። እንኳዕ ደሓን መጻኻ ናብዚ።
እንኳዕ ደሓን ጸናሕኩም ከኣ ንስኹም። እስከ ኣበይ ኢና ደልና ኤግዛክትሊ እዚ ታሪኻዊ ቦታሲ ኣበይ ቦታ ኢና ደልና ብዛዕባ እዚ ቦታ ክትሕብረና እየ። ሐራይ እዚ ደለናዮ ቦታ መጠራ ኮይኑ ሓደ ካብቶም ዓበይቲ ኣርኪኦሎጂካል ሳይት ናይ ኤርትራ ኮይኑ ካብ ኣስመራ ኣስታት ሚእትን ሰላሳን ሓሙሽተን ኪሎ ሜተር ርሒቑ ካብ ከተማ ሰንዓፈ ከኣ ሓደ ኪሎ ሜተር ርሒቑ ዝርከብ ኮይኑ ካብቶም ዓበይቲ ዝበሃሉ ኢንላንድ ዝበሃሉ ከተማታት ሓደ እዩ ማለት እዩ መጠራ ማለት እዩ። መጠራ ብሓፈሽኡ ክንብሎ ከለና ብህዝቢ እዚ ከባቢ ብሓፈሽኡ ብበለከሎ እዩ ዝፍለጥ በለከሎ ብበለከሎ እዩ ዝፍለጥ ማለት እዩ። እዚ ሳይት እዚ መጠራ ክበሃል ከሎሲ ካብ ኣዱሊስ ንቆሓይቶ መስመር ዝነበረ ካብ ቆሓይቶ ንመጠራ ካብ መጠራ ከኣ ንኣክሱም ዝወስድ ዝነበረ ካብቶም ዓበይቲ መስመራት ሓደ እዩ ማለት እዩ። ብተወሳኺ ናይ መጠራ እቲ ዝተደኮነሉ ቦታ እቲ ዝተደኮነሉ ልክዕ ማለት እቲ ከተማ ካብ ፈርስት ሰንቸሪ BC up to one AD ማለት እዩ። እዚ እቲ ኤግዛክትሊ ብ ዝዓብየሉ ማለት እዩ እምበር ቅድሚ እዚ ቦታ እዚ ከም ሳይት ከም ዝፍለጥ ዝነበረ ኣብዚ ቦታ እዚ ህዝቢ ይቕመጡ ከም ዝነበሩ በቲ ዝተረኽበ ርኽበታት ማለት እዩ ናይ ዓታሩ ድዩ ናይ ካልኦት ዓበይቲ ማትሪያልስ ይገልጽ እዩ ማለት እዩ። ካሊእ እዚ ሳይት እዚ ፍሉይ ዝገብሮ ከኣ እንታይ ኣሎ እንድሕር ደኣ ኢልና ልክዕ ከምተን ካልኦት ከተማታት ከም ቆሓይቶ ማለት እዩ ክዓቢ ከሎ ልክዕ ምስቲ ዕብየት ምስቲ ዝነበረ ንግስነታት ይዓብዩ እንታይ ክብል ኢለየ ማለት እዩ ካብ ቀዳማይ መዋእል ስጋብ ሻብዓይ መዋእል እቲ ጥርዚ ምዕባለ ዝበጽሕሉ ብፍላይ ከኣ ኣብቲ ራብዓይ ሳልሳይ ሓምሻይ መዋእል ድሕሪ ልደተ ክርስቶስ ማለት እዩ ዓቢ ከም ዝነበረ፣ እዚ ህንጻታት ዘለናዮ ሕጂ ከኣ ኣብዚ ሕጂ እዋን ማለት እዩ፣ ከምዚ ንርእዮ ዘለና በቲ ኣብ ሽሕን ትሽዓተ ሚእትን ስሳን ክልተን ስሳን ሰለስተን ብናይ ኣንፍሬ ብናይ ኣዲስ ኣበባ ውዕል ማለት እዩ ናይ ሃይለስላሴ ዝተላዕለ ፕሮጀክት ብእኡ ኩዕታ ተኻይድሉ እቲ ቀንዲ ዕላማ ናይቲ ኩዕታ ዝነበረ ስነ ህንጻዊ ናይዚ ቦታ ዝኣደዃኹና ከመይ ምዃኑ እንታይ ዓይነት ቅዲ ህንጻ እዮም ተጠቂሞም ንዑ ንምጽናዕ እዩ ተኻይዱ። እቲ ክካየድ ከሎ መጽናዕቲ ወይ ትኩዕታ ግን እቲ ጽቡቕ ነገሩ ነቲ መጽናዕቲ ነቲ ህንጻ ንምጽናዕ እዩ ትድኽፍ። እቲ ሕማቕ ነገሩ ግን እንታይ እንድሕር ደኣ ኢልና ስርዓተ ዕቀባ ከይተገበረሉ ንዕኡ ንዕኦም ብዝጥዕሞም ጥራይ እቲ ሓበሬታ ብዘገድሶም ፈፊሒርካ ፈፈንቂልካ ምኻድ እዩ ነይሩ። እቲ ኩዕታ ዘካይድሉ ቦታ ከኣ ልዕሊ ፍርቂ ናይዛ ቦታ ናይዛ ሳይት እዚኣ ልጥርንፍ ቦታ እዮም ኩዕታ ኣካይዶም። ኣብዚ ብዙሕ ርኽበታት እዮም ረኺቦም። ናይ ኣስራዚ ረኺቦም፣ ናይ ሰናቲም ረኺቦም፣ ናይ ዝተፈላለዩ ካይላታት ረኺቦም፣ ካልኦት ኣሰራት እውን ረኺቦም እዮም። እቲ ዝረኸብዎ ኣሰራት ከኣ ብትኽክል ንኣዲስ ኣበባ እዮም ኣግዒዞሞ ማለት እዩ። ስለምንታይ እዮም ኣግዒቶሞ? ሃይለስላሴ ስለምንታይ ኣግዒቶሞ? እዚ ሕጂ ሓደ እቲ ሂስትሪ ናይቲ ናይ ኣክሱማይት ንምግፋሕ ተባሂሉ እንድዩ። ቀዲሞም ንሳቶም ፓብሊሽ ንምግባር ወይ ብዛዕባ እቲ ሞር ኦር ለስ እቲ ቀንዲ ዕላማ ዝነበረ ናይቶምሲ እቲ ናቶም ሂስትሪ ንምዕማቕ ተባሂሉ እዮም ገይሮሞ ማለት እዩ። ስለዚ ክሮስ ቸክ ክግበርን ከይግበርን ካሊእ ሕቶ እዩ ነይሩ። ፕላስ እቲ ዝካየድ ዝነበረ መፅናዕቲ መን እዮም ነይሮም እንተልና ናይ ኢትዮጵያን ኢንስቲቱሽን እዮም ነይሮም። ካብ ናይ ኤርትራ ኢንስቲቱሽን ዋላ ሓደ ኣይነበረን ኣብቲ እዋን እቲ ኤርትራ ኣብ ትሕቲ መግዛእቲ ስለዝነበረት ማለት እዩ። ስለዚ እቲ ዕላምኦም ጥራይ ነቲ ሂስትሪ ቢልድ ምግባር ፕላስ ከዓ ነቲ ስትራክቸር ናይቲ ሃውስ ከኣ ንምጽናዕ ማለት እዩ። ካሊእ ዋላ ሓንቲ ዕላማ ኣይነበሮምን። እቲ ድኸፍኣ ዕላምኦም ከኣ ከምቲ ድበልናዮ ከኣ ዕንወት ከኣ ኔርዎ ማለት እዩ። የዕንዮሞ እዮም ከኣ ፍጹም እዮም ኣዕንዮሞ ማለት እዩ። እቲ ህንጻታት ገዲፎሞ ጋህ ኣቢሎም ከምቲ ድገደፍዎ ገሊኡ ኮላፕስ ኮይኑ ገሊኡ ውሕጅ ኣትይዎ ከምዚ ንርእዮ ዘለና ሕጂ ኣብዚ ፕረዘንት ኮንድሽን ኮይኑ ደሎ ናይቲ ሽዑ ዝነበረ ክስተት ዘጋጠመ ኩዕታታት እዩ ማለት ኣብዚ ዑደት ክንገብር ከለና ሲ ሃይለ ስላሰ ነዚ ጥንታዊ ታሪኻዊ ቦታ የዕንዎ ክንብል ጸኒሕና ኣብ ሳልሳይ ወራር ከዓ ወያነ ከዓ ነታ ሓወልቲ ከዓ ብቲኤን ትገር ሃሪሟ ሃሪማ እንታይ ክ- እንታይ እዮም ደልዩ ኣለዉ ምክንያቱ ሲ ት- ት- ክልቲኦም ኢትዮጵያውያን ነዚ ታሪኻዊ ቦታ ንምዕናው ዝሰርሑ ኮይኑ ይስምዓኒ እሞ ብኣኹም በቶም ክኢላታት ከመይ ይረኣየኩም እወ በቲ ሓደ ወገን ክትሪኦ ከለኻ ሃይለ ስላሴ በቲ ናይ ኢትዮጵያን በቲ ናይ ኣዲስ ኣበባ ዩኒቨርሲቲ ተማእኪሉ እንድዩ ኣንፍሬ መጺኡ እቲ ፈረንሳዊ ኣንፍሬ ማለት እዩ ንሱ ንእግሪ መንገዱ ስርሑ እንዳገበረ እሱ ናቱ መንገዲ ነይርዎ እቶም ኢትዮጵያውያን ከኣ ናቶም ነገር ነይርዎም እዩ ማለት እዩ እንተኾነ ግን ካብቲ ጽቡቕ ዝገበርዎ ኣብዚ ሳይት እቲ ደዕነውዎ እዩ ድበዝሕ ነይሩ ማለት እዩ ኣብዚ ሕጂ ዕንወት ተኻይዱ ኣብ ስሳን ክልተን ስጋብ ስሳን ሰለስተን ኢልና ወይ ከኣ ኣብ ስሳታት ኢልና ትሬንጂ ተሂብናዮ ማለት እዩ ቀጺሉ ከኣ ድሕሪ ኣርብዓ ዓመት ድዩ ቀጺሉ ማለት ድሕሪ ሓምሳ ዓመት ከኣ ናይ ኢትዮጵያ ከኣ መጺኡ ማለት እዩ። ኢትዮጵያ ከኣ ኮነ ኢሎም ከኣ ነታ ሓሙሽተ ነጥቢ ሰማንያ ሽዱሽተ ሜትሮ ዝቑመታ ሓወልቲ ዝነበረት ኣብኣ ማለት እዩ። ሓወልቲ ጥራይ ደይኮነትሲ ብዙሕ ትገልጽ ማለት እዩ። ንዓ ከኣ ቲኤንቲ ገይሮም ከኣ ኣፍሪሶማ ማለት እዩ። እዚ ነቲ ዘሎ ባህሊ ናይ ኤርትራ ክብሪ ናይ ኤርትራ ንምዕናው ኮነ ኢሉ ደለበረትሊ ዝተገበረ እዩ። ምኽንያቱሲ ካብቶም ናይ ውዕላት ዩኔስኮሲ ሓደ ሳይት ክትንከፍሲ ግቡእ ኣይኮነን ኣብ ግዜ ኩናት ይኹን ኣብ ግዜ ደኾነ። እዚኦም ግን ደለበረትሊ ኮነ ኢሎም መይ ግንቦት ማለት እዩ ግንቦት ክልተ ሽሕ ኣብ ናይ ሳልሳይ ወራር ማለት እዩ ቲኤንቲ ገይሮም ኣዕኒሞም። እዚ ከኣ ክፋል ናይቲ ህዝቢ ኤርትራ ጥራይ ምዕናው ዘይኮነስ ዋላ ነቲ ቅርሱ ናቱ እውን እንታይ ንምግባር እዩ ማለት እዩ ንምዕናው ብዝብል ሓሳብ ዝገበሮ ኮይኑ እዩ ዝስመዐካ ማለት እዩ። ሰሉስ መዓልቲ።
ሰሉስ መዓልቲ እዩ።
ሰሉስ መዓልቲ ግንቦት ማለት እዩ። ናይ ኣጋ ምሸት። ኦኬ ኣብዚ ህንጻታት ንርኢ ኣለና። እስኪ ብዛዕባ እዚ ህንጻታት ገለ በለና ኢኻ።
እዘን ህንፃታት ከምዚ ንሪኦ ዘለና ኣዝዩ ሰፊሕ ዝኾነ ቦታ ዝሓቖፈ ኮይኑ እቲ ቅርፁ ይፈላለ እዩ፣ እቲ ሳይዝ ዓቐኑ እውን ይፈላለ እዩ ብኡ መንፅር ማለት እዩ። እንድሕር ዳኣ ሪኢናዮ ግን ናይዚ ህንፃታት ብምሉኡ ኣብ ናይ ሓምሳ ሰንቲሜተር ፍልልይ ኣሎ። ሓምሳ ሰንቲሜተር ፍልልይ ዘለዎ ኮይኑ እዩ ተነዲቁ ዘሎ ወይ ከኣ ተሃኒጹ ዘሎ እንድሕር ድኣ ሪኢናዮ ፕላስ እተን ስቴቢሊቲ ንዑ ንርጉእነት ምፍጣር ከኣ ኣብዚኤን ውን እተን ሪሴጋ ግን ውጽእ ውጽእ ድበላ ኣለዋ እዚ ንምንታይ ከምዚ ጌሮሞ ከምዚ ዓይነት ኣተሃናንጻ ቅዲ ንምንታይ ተደልዩ እንድሕር ድኣ ተባሂሉ ነቲ ናቹራል ዲዛስተር ክመጽእ ድኽእል ንዑ እዚ ህንጻስ ረዚስታንስ ንኽህልዎ ተባሂሉ ኮነ ኢሉ ዝተገብረ እዩ ዋላ ተሪኢናዮ ውን እዘን ሓምሳ ሰንቲሜተር ተ ተጌረን ደለዋ ኣብዘን መናድቕ ናይዚ ህንጻታት ዋላ እቲ ስቴቢሊቲ ነቲ መንደቕ ንምሓዝ ይሕግዝ እዩ ብማዕረ እየን ድኸዳ ደለዋ ኩለን መልሰን ከኣ ኣዲሽናል ከኣ ልክዕ ሓምሳ ኢን ኣድሽን ቱ ዘም ሓምሳ ማለት እዩ ፕላስ ናብዚ ትክድ በለ ከዓ ኣይኮነን እንዳተደፈ እዩ ዝኸይድ ዘሎ ንውሽጢ ይኣቱ ንውሽጢ እንዳኣተወ እዩ ዝኸይድ ዘሎ ስለዚ እቲ ከዓ ነቲ መንደቕ ስጡምነት ክገብረሉ ሲ ኣዝዩ ካብቲ ድሕግዝ እዩ ዋላ ተሪእናዮ ኣብቲ ውሽጢ ዘሎ መናድቕ እውን እዚ ናይ የእማን ቅርፂ ዘይብሉ እዩ መብዛሕትኡ ገለ ገለ ተደይ ኮይኑ ቅርፂ ዘለዎ ቅርፂ ዘይብሉ ዋላ ኣብ ካሊእ ቦታታት ርኢናዮ ኢና ሽስቲ ይገብርሉ ንዑ ስቴቢሊቲ ንምግባር በቲ መንደቕ ማለት እዩ። እዚ ከምዚ ገይሮም ከኣ ሃኒጾማ። ኣብዚ ሕጂ ኮርኔል ኣውጺኦምሉ ኣለዉ። ብኹሉ መንገዲ ተርኢናዮሲ ሓሲብካ ዝተሰርሐ ስራሕ እዩ። ኣብዚ እውን ኮርነር ኣሎ፣ ኣብዛ ከኣ ኮርነር ኣሎ። ኣብዚኣ ከኣ ኮርነር ኣላ። እወ። እዚ እዚ ቅዲ እቲ ዝተመሳሳሊ እዩ። እዚ ቅዲ እዚ በይ ክንረኽቦ ኢና እንድሕር ደኣ ኢልና ኣብ ናይ ኣዱሊስ ሳይት ክንረኽቦ ኢና። ኣብ ናይ ቆሓይቶ እውን ክንረኽቦ ኢና። እዚ ቅዲ እዚ እዚ ንኮርነር ክጥወዮ ከለዉ ኩሉ ግዜ እንታይ እስከ ኣግፊሕም እዮም ዝጥወዩ ነይሮም። ይመጹ ይጠውዩ። እቲ ቅርጺ ግን እንታይ እስከ እቲ ኮርነር ከውጽኦ ከለዉ ጥበብ ዝተሓወሶ እዩ። ን ኖርማል ኣብኡ ከለዉ ደይኮኑ እዚኣ ሕጂስ ከምዚኣ ጌሮም የላጎቡዋ ኔሮም ግን ጥበብ ደለዎ ቅዲ ጽባቀ ኩሉ ነገር ዝሓቆፈ እዩ እዚ ህንጻ እዚ እንድሕር ኣሊናዮ ብጀካ እቲ ኣጎልጉሎት ናይ ውሽጢ ድህቦ ሲ እቲ ደጋዊ ውን ንባዕሉ ዓይንካ ዝማርኽ ጥበብ ዝሓቆፈ ዓይነት ኣተሃናንጻ እዩ ተሃኒጹ ዘሎ ማለት እዩ።
ናይ ዕትረታት ክንርኢ ጸኒሕና ኣንቶይ ክንረክብ ጸኒሕና ብዙሕ ውን ዝተረኽበ ኣሎ ግን ኣስከሬን ተረኺቡ ዶ ኣብዚ ኣብዚ ዝነበሩ ህዝቢ ኣስከሬን so far ኣይተረኽበን ዘሎ ማለት እዩ plus ንሕና ከኣ ድሕሪ ናጽነት ከኣ ማለት እዩ ከምቲ ዝድለ ማለት እዩ ኣብዚ ዓሚቕ ዝኾነ መጽናዕቲ ስጋብ ሕጂ ኣይተኻየደን እንታይ ጥራሕ ይድካየድ ዳህሳስ ይድካየድ ሓፈሻዊ ሳርቨይ ይግበር እምበር ዕሙቕ ዝበለ መጽናዕቲ ኣይተኻየደን ዘሎ እቲ ዕትሮታት ግን ኣብዚ ተረኺቡ ዘሎ ዕትሮታት እንድሕር ዳኣ ሪኢናዮ ንኣብነት እንድሕዳ ምስ ናይ ኣስመራ ግሬተር ሲቪላይዜሽን እንድሕዳ ኣናጻጺርናዮ ማለት እዩ እታ ዕትሮ ብ ዝተረኽበት ምስቲ ናቱ ምስቲ ዕድመ ናቱ ምስ ተናጻጸረት ካብ ኣርባዕተ ሚእቲ ወይ ካብ ሸሞንተ ሚእቲ ስጋብ ኣርባዕተ ሚእቲ ቢሲ ዝገበረት ኮይና ጸኒሓ ስለዚ እዚ መጠራ ንብሎ ደለናሲ ብዮንድ ቅድሚ ልደተ ክርስቶስ ዝርግሐ ኣዝዩ ዝዘርገሐ ከም ዝነበሮ እንታይ ደኣ ድሕሪ ልደተ ክርስቶስ ግን ልክዕ ከምተን ካልኦት ናይ ኤርትራ ስነ ጥንታውያን ቦታታት እቲ ናታ ሳይት ከም ዝማዕበለ ርኡይ ዝኾነ ምዕባለ ከምዘርኣየ ተፈላጥነት እውን ከምዝረኽበ እዚ ሳይት እዚ ልክዕ ኣብ ዓሰርተ ትሽዓተ ዕስራ ክፍለ ዘመን እዩ ተዳህሲሱ ልክዕ ከምቶም ካልኦት ሳይት ናይ ኤርትራ ምስ ምምጻእ መግዛእታዊ ኣሰራት እዩ ተዳህሲሱ ቅድሚኡ ኣብ ጽሑፋት ገለ ኣይንረኽቦን ኢና ምስ ምምጻእ ናታቶም ግን እሶም ካብ ካልኦት ጽሑፋት ደምጽዎ እንዳገበርና ዳህሲስና ነዚ ቦታ እዚ ክንፈልጦ ብጽቡቕ ተኸእለ። እዚሲ ቅድሚ ልደተ ክርስቶስ እዩ። ቅድሚ ልደተ ክርስቶስ ዝነበረ እዩ እዚ ህንጻታት ግን መብዛሕትኡ ብፍላይ ቤት መቕደሳት ኣብ ዘሎ ካብ ሓሙሽተ ስጋብ ሽዱሽተ ብኤይድ ማለት እዩ ድሕሪ ልደተ ክርስቶስ ዝተሃነጽ እዩ ምስ ምምጻእ ክርስትና ማለት እዩ ተዋሳሲቡ ብኣድሊስ ገሩ ብቆሓይቶ ገሩ ናብዚ ምስ መጸ እቲ ናይ ክርስትና ማለት እዩ ብኡ መንጽር ከኣ እቲ ዝነበረ ኣማኒ ኣብ ዝተፈላለየ እምነታት ዝኣምን ዝነበረ ፓጋን ድነበረ ብኡ መንጽር ከኣ እቲ ቤት መቅደሳት ካብ ሓምሻይ ስጋብ ሻድሻይ ክፍለ ዘመን በቲ ባዛንታይን ቅርጺ ዝዓይነቱ ቅርጽታት ማለት እዩ ናይ ህንጻታት ከኣ ብከምኡ ከኣ ተሰሪሑ ማለት እዩ። ኣንታይ ኣብቲ ሓወልቲ ሲ ናይ እምነት ከም ዝጥቀሙላ ዝነበሩ ናይ ምስልምና ናይ ኣብ ወርሕን ኮኾብን ከም ዝኣምኑ ዝነበሩ ሶሪ ገሊጽና ኔርና ድሕሪኡ እቲ እምነት ምስ ማዕበለ ዊን ንዓ ከየፍረሱ ብ ካልእ ከም ደላታ ኣብ ካልእ ቦታታት ግን ዩዥዋል የፍርስዎ እዮም ኢልካኒ እሞ እስኪ ኤክስፕለይን ግበረለይ እስኪ። ሹር ሕጂ ኣብዚ እንታይ እስከ እንድሕር ዳሊና ኣብቲኤን ኣብታ ሓወልቲ ትረኣኒኤን ኣብታ ላዕሊ ዘለዋ ሲ ናይ ጸሓይ ዲስክ ኣላ እታ ሓንቲ ከኣ ክሪሰንት ከኣ ኣላ ሰናይ ኣል ሞቓሕ ማለት እዩ ዝበሃል ኪንግ ብፍላይ ናይታ ክሪሰንት ማለት እዩ ኣምልኾ ከም ዝነበሮም እዞም ሰባት እዚኦም ደሓር ግን ምስ ምምፃእ ክርስትና ከዓ ናብዚ ቦታ እዚ ማለት እዩ ቤት መቕደሳት ከም ዝተሰርሐ እቲ ሓወልቲ ግን ከምደይ ተተንከፈ ካብቲ ፈርስት ሰንቸሪ ኤዲ ዝተሰርሓሉ ሲ ወይ ዝተደኮነሉ እቲ ሓወልቲ ሲ ከምደ ኣለዎ ከምዲ ነበረ እንታይ ደኣ ተወሳኺ ኣዲሽናል ካሊእ ቤት መቕደስ ከም ዝሰርሑ እቲ ዝነበረ ክርስቲያኒት ምስቲ ዝነበረ እምነታት ካልኦት ከዓ ፍሎርሽ ይገብር ከም ዝነበረ ናይዚ ኣብነት ከዓ ካሊእ ከዓ ተሪኢና በንፃሩ ከዓ ኣብ ናይ ኣዱሊስ፣ ጥንታዊት ወደብ ኣዱሊስ ተሪኢናያ ከኣ እታ ኣብ ሴክተርቱ ትበሃል ቦታ ኣላ ዝተፋሕረት ቤተክርስትያን ማለት እዩ። ኤራ ዳሴሎ ትበሃል ማለት እዩ። ኣብኣ እንድሕር ደኣ ሪኢናያ ኣብኣ ናይ ጣኦት መምለኽቲ ቤት መቐደስ ነይራ። ኣብ ርእሲኣ እዮም እታ ቤተክርስትያን ጸቒጦም ሰሪሖማ ማለት እዩ። ሕጂ ክልተ ዓይነት ኢኻ ትርኢ ማለት እዩ። ኣብቲ ኦሬዲ ነቶም ሰባት ኣብቲ እምነት ስለ ዘእተውዎም ኣገዳስነቱ ኣየገድስን እዩ ማለት እዩ። እቲ ናይ ጣኦት ቦታ እሞ ብቤተክርስትያን ገይሮም ከኣ ቀጺሎም ሰሪሖሞ ማለት እዩ። እዚ ግን ሓወልቲ ስለ ዝነበረ እቲ ሓወልቲ ጥራይ ከኣ ደይኮነ እቲ ናይ እምነት እውን ኣብቲ ላዕሊ ስለ ዝነበረ ከም ታሪኽ ከም ደለዎ ከይተተንከፈ ኮፍ ኢሉ ማለት እዩ እምበር በቲ ግቡእ እንድሕር መጺእናስ ክርስትያኒቲ እንድሕር ኣብዚ ቦታ ኣስፋሕፊሖም ኢልናሲ ነቲ ሓወልቲ ብሎው ኣፕ ክገብርዎ ይኽእሉ ነይሮም እዮም ግን ርዝነት ክብሪ ስለ ዘለዎ እቲ ሕብረተሰብ ኣብቲ ካሊእ ሕብረተሰብ እንታይ ገይሮማ ነቲ ሓወልቲ ከም ደላታ ስካብ ሕጂ ጽኒሖማ ኣላ ውን ሕጂ ማለት እዩ። So ዝኾነ ምዕባለ በዚ ገሩ እዩ ን ንበዓል ኣክሱም ንበዓል ልክዕ። እ ዝኸይድ ነይሩ። ልክዕ ኣዎ። ካብ ተበጊሱ እቲ ምዕባለ እንታይ እዩ ኮንትራቨርሲ ኣብ ዝተፈላለየ መጻሕፍቲ ትርእየኒ ኢኻ ኣዱሊስ ካብ ኣዱሊስ እዩ ካብ ኣክሱም እዩ ንቆሓይቶ ወይ ን ኣዱሊስ ዝገጹ እቲ ምዕባለ መጺኡ ዝብሎ እቲ ትኽክለኛ እንተሪእኻዮ ግን ሓደ ወደብ እንድሕር ድኣ ኣሎ እሱ እቲ ቀንዲ መበገሲ ሱር ነገር እዩ ምኽንያቱ ኣብ መጠራ ኮንካስ ብየን ጌርካ ኢኻ ምስ ሚድል ኢስት ክትራኸብ። በየን ጌርካ ኢኻ ምስ ሮም ምስ ዋላ እተን ናይ ሂንድያን ኦሽን ዝበሃሉ ሕብረተሰባት ግሪክ ከመይ ጌርካ ኢኻ ክትራኸብ መጀመርያ you have to access ማለት እዩ ኣክሰስ ክህልወካ ኣለዎ ኣክሰስ ክብ እንታይ ዝርከብ ብኣዱሊስ እዩ ዝርከብ ኣዱሊስ ኣክሰስ ምስ ተረኸበ ከዓ እቲ ናይ እግሪ መንገዲ ኣሎ በዚ ናይ ሩባ ሓዳስ ማለት እዩ ብኡ ገይሮም ንቋሓይቶ ይመፁ ካብ ቋሓይቶ ናብዚ ይመፁ ካብዚ ከዓ ንኣክሱም ይኸዱ ኣብዚ ዳሓለፍናዮ ናለዋ ንኣሽቱ በዓል ተኾንዳ ዓከስከሰ ንኣሽቱ መገብቲ ኣለዋ እዚአን ግን እተን ዕብይ ዕብይ ዝበላ ዓበይቲ እየን ማለት እዩ እዚ ሕጂ ክትርእዮ ከለኻስ እዚኤን ንኣክሱም ንኽዓቢ ካብቲ ዓቢ ታራ ዝተጻወታ እየን ማለት እዩ። ናይ እዚኤን ዕንወት ከ እንታይ ኣኸቲሉ? ናይ ኣዱሊስ ናይ ናይ ኣክሱም ኣክሱም ዕንወት ከኣ ኣጋጢሙ። እንድሕር ደኣ ኣክሱም ብገዛእ ርእሳ ኣዱሊስ ዘይብሉ፣ ቆሓይቶ ዘይብሉ፣ መጠራ ዘይብሉ እንድሕር ክትዕምብብ ትኽእል ኔራ ኮይናሲ ናይ እዚኤን ዕንወት ንዓኣ ኣይምጸለዋን ኔሩ። ኣይምጸለዋን ኔሩ። ምወሰኸት ኔራ ንሱዳን ንኻልእ እቲ ግዝኣታስ ንውሽጢ ኢትዮጵያ መስፋሕፍሒ ኔሩ። ግን እቲ ቀንዲ መጋቢ ናታ እዚ ስለ ዝነበረ እዚ ምስ ዓነወ ከኣ ኣይ ኣይጸንሐትን ከኣ ኣክሱም ከኣ ዓንያ ማለት ስለዚ ኣክሱም ንበይና ስታንድ ትገብረሉ መንገዲ ምክንያት ሲ የለን ማለት እዩ ከም ንግስነት ማለት እዩ እንታይ ዳ ዝተዋሳሰብ እዩ ማለት እዩ ኩሉ እዚ መስመራት ዝተዋሳሰብ እዩ እንታይ እንታይ ንግድታት እዩ ዝካየድ ነይሩ ብዘይ ናበይ ናበይ ሃገራት እዩ ዝካየድ ነይሩ ብኸመይ ኣብዚ ሕጂ እቲ ንግዳዊ ንጥፈታት እንድሕር ዳሪናዮ ኣብዚ ዝተረኽበ ኣሰራት ኣሎ ማለት እዩ ንኣብነት ኣብ ናይ መጠራ እንድሕር ዳ ስፔሲፊካሊ ተዛሪብና ማለት እዩ ኣብዚ ናይ ሰናቲም ኮይናት ዝተረኽበሉ ናይ ናይ ዓረብ ዝተረኽበሉ ሕጂ ምምሕዳር እዩ። ናይ ሮማን ኣብዚ ዝተረኽበ ኣንፎራታት ኣሎ፣ ናይ ግሪክ ዝተረኽበ ኣሎ። ኣብዚ ዝተፈላለየ ዓይነት ማተርያልስ ኣብዚ ይርከብ። ካብ ሚድል ኢስት ዝመጸ ድዩ ካብ ፋር ኢስት ዝመጸ ድዩ? ሕጂ እንድሕር ደኣ ናይ ዝተፈላለየ ኣብዚ ረኺብናሲ እዚ ቦታ እዚሲ ንግዳዊ ንጥፈታት ምስኡ የካይድ ነይሩ። ይከይድ ነይሩ። እንታይ እንታይ የካይድ ነይሩ እንድሕር ደኣ ኢልና ንኣብነት ዋላ እዚ ናይ ኣኒማል ስኪን ክኸውን ይኽእል እዩ፣ ኣይቮሪ ክኸውን ይኽእል እዩ። ፕላስ ኣብቲ እዋን እቲ ከኣ ኣብዚ ፕሪፕል ኦፍ ኤርትርያንስ ኣብታ መጽሓፍ ከም ድገልጻ ኣብታ ዋን ኢድ ዝተጻሕፈት ከኣ ዋላ ስሌቭስ ውን ክፋል ናይቲ ንግዲ ከም ዝነበሩ ይመጹ ነይሮም። እወ ስሌቭስ ውን ንግዲ ከም ዝነበሩ ኣዝዩ ዕሙር ዕዳጋታት ይካየድ ከም ዝነበረ ወርቂ ናይ ዕጣን ናይ ዕጣን ቦታ እዚ ቦታታትና ከኣ ፍሉጥ እዩ ናይ ዕጣን ከም ዝካየድ ዝነበረ ብኡ መንጽር ከኣ ካብኡ ከኣ እንታይ ይመጽእ ነይሩ ዋይን ይመጽእ ነይሩ ናይ ዕትሮ እወ ዝተፈላለየ ዓይነት መሳርሒታት ይመጽእ ነይሩ። እኮ ማለት እቲ ንግዳዊ ንጥፈታት ሲ ኣብ ዝደለካ ናብኡ ይኸይድ ኣብኡ ደይብልካ ናብዚ ይመጽእ ስለዚ ምሽዋል እዩ ነይሩ ማለት እዩ ዝተማራኾሰ እዩ ነይሩ ማለት እዩ መምህር ዶ
ናተይ ሕቶ ደይተመለሰት ግን ኣብዚ ዝነበሩ ህዝብስ ኣበይ ኣበይ ናበይ ጠፊኦም ሕጂ እዚኦም እንድሕር ዳሪናዮም እዚኦም ነበርቲ ብዚ ከባቢ ደለዉ መብዛሕትኡ ማለት እዩ ለይት ካመርስ እዮም ድበሃሉ ዛት ሚንስ ምስዚ ብዚ ዝነበረ ተኣሳሲሮም ፍሎርሽ ድገበሩ ስጋብ ሕጂ ድጸንሑ ኢልካ ክትዛረቦ ሎም ስቲል መጽናዕቲ ይሓትት እዩ ማለት እዩ ዋላ ኣፍካ መሊእካስ እዚኦም እዮም እዞም ህዝቢ ክትብል ሲ መጽናዕቲ ደድሌ ድኮነ ነገር መጽናዕቲ ከይገበርካ ከኣ ክትዛረብ ከኣ ቨሪ ሃርድ ማለት እዩ ፕላስ እዚ ብዝነበረ ህዝቢ ደኣ ኣበይ ከይዱ ስቲል ዝውን መጽናዕቲ ደድሌ ህዝቢ መጠራስ ኣበይ ኣብለ መጽናዕቲ ህዝቢ በለው ኮለው በለው ኮለው ይበሃል ማለት እዩ። እዚ ህዝብስ ኣበይ ከም ደበለስ መጽናዕቲ ደድልዮ ዓቢ ስራሕ እዩ ማለት እዩ። ወይ ምስዚኦም እንድሕር ደኣ ተዳቒሉ እንድሕር ደኣ ንብልን ኮይናሲ ኣብቲ እዋንቲ ነይሮም ድዮም? ወይ ሓደሽቲ ዋላ ሓንቲ መቓብር እውን የለን መቓብር ስቲል ክርከብ ኣለዎ። እዚ ሕጂ እንታይ እስከ ካብቲ ቀንዲ ሚስቲረስ ዝገብሮ ናይዚ ቦታ እዚ ዲፕሊ ሪሰርች ተኻይደሉ እንዶሎ ዕሙቕ ዝኾነ ዕሙቕ ድበለ መጽናዕቲ የድልዮ እዩ እዚ ቦታ እዚ። ንምንታይ ዕሙቕ ድበለ መጽናዕቲ ደልዮ ብዙሓት ዘይተመለሱ ሕቶታት ዋላ ኣብ ኣድልዩ ዘይተመለሱልካ ኣብ ቆሓይቶ ኣብ ዝመልሶም ክትረክብ ትኽእል ትጽበ ትኸውን። ግን ከኣ እንታይ እስኪ የድልየካ ነዚ ኩሉ እዚ መጽናዕቲ እንድሕር ደኣ ጌርካሉ እዞም ትብሎም ዘለኻ ሕቶታትን ካልኦት ዓበይቲ ዘይ ኣንሶልቭድ ዝኾኑ ሚስቲረስ ፕሮብለምስ ግን ኣብዚ ዘለዉ ማለት ደይተፈትሑ ግድላቱን ክፍትሑ ይኽእሉ እዮም ማለት ስለዚ እዚ ቦታ እዚ ንመጽናዕቲ ክፉት እዩ ማለት እዩ። ከነጽንዖ ኢና ተስፋ ንገብር ክኣ ኣብ ዝሓጸረ እዋን ክኣ እቲ ንደልዮ ሕቶታት ክኣ ክምለሰልና። ስጋብ ሕጂ ብኣና ብ ብኤርትራውያን ኩዕታ ኣይተገበረሉን። ኩዕታ ኣብዚ ቦታ እዚ ስጋብ ሕጂ ተኻይዱ ሳርቨይ ኣብኡ ከሎ ጥራይ ብዓይንኻ እንዳ ራኣኻ ጥራሕ ኢኻ ኮላ እንዳ ገበርካ ኢኻ ተካይድ መይቢ ምናልባት ቴስት ፒት ንእሽተይ ተተኻየደ እምበር ስጋብ ሕጂ ነዚ ኩሉ ዝደጣመረ ኩዕታ ስጋብ ሕጂ ኣይተኻየደን።
በቲ ናይ ቀደም ዘበን ህዝቢ ብሓደ ከምዚ ከም ከተማ ዝነብረሉ ግዜ ብዙሕ ልሙድ ኣይነበረን። እንተሪኢኻዮ ከም እዚስ ከተማ እያ ተሪኢኻ ክንኮላ ውዒልና ንእሽተይ ትመስል እምበር ዓባይ ከተማ እያ ጌና እውን በዚ ተፀቕጠሎ እሞ ሕጅስ ንቡር ኣይነበረን ዓባይ ከተማ እያ ነይራ ሕጂ ኣብ ካልእ ኣብ ኣፍሪቃ ከም ዝደሎ ኮይኑ ይስማዓለኒ ዳርጋ ውሕድ እንተለውን ውሕድ ኮይኑ እዩ ዝስማዓኒ እሞ ስለምንታይ ኢኹም ስጋብ ሕጂ መጽናዕቲ ደይበርኩምሉ ስለምንታይ ወላ ሓንቲ መከላኸሊ ውን የብሉን እንስሳታት ይኣትወን እየ ከም ንሪኦ ደለና ውን ይዓኒ ኣሎ ነበርቲ እዚ ከባቢ ውን ከም ንገዛውቲ ድወስዶ ኮይኑ ይስማዓኒ ምክንያቱስ ሩኡይ ነገር እዩ እሞ እዚ ከኣ ታሪኽ እዩ ድሕሪ ሃይለስላሰ ካብዚ ኣዕንዩ ድወስድ ተኾይኑስ ንሕና መሬትና ክንከላኸለሉ ኣይካኣልናን። ልክዕ እንታይ እስከ እዚ ናይቲ ዕብየት ናይዚ ቦታ ከምዚ ዝረኣናዮ ዕብይ ድበለዩ ማለት እዩ እዚ ከኣ እንታይ ሓደ ከተማ እንድሕር ደኣ ድዓቢ ኣሎ ኮይኑሞ ከኣ ኣብቲ ናይ ቀደም ሰንተር ኦፍ ኣትራክሽን እዩ ኩሉ ግዜ ካብ ካልእ ህዝብታት መጺኦም ኣብኡ ክሰርሑ እዮም ድደልዩ ኩሉ ነገር ማለት እዩ እዚ ካብቲ ናይ ቅድም ናይ ሲቪላይዘሽናት ክንምርኮስ ንክእል ኢና ማለት ብምልኦም እቶም ዓበይቲ ሲቪላይዘሽን ድበሃል ናይ ዓለምናሲ ሰብ ይእከበሎም እሞ ኢዘር ኣብ ፋርሚንግ እዮም ድምርኮሱ ኣብ ትሬድ እዮም ድምርኮሱ ኣምኒና ትማሎም። እዚኦም ከኣ ሕጂ ልክዕ ከምተን ካልኦት ሲቪላይዜሽናት ምሕዳር'ዩን እያ። እቲ ህዝቢ ብሓባር፣ ሓቢሩ እዩ ዝነብር ዘሎ። እንታይ ጥራሕ እዩ ድፈላለ ብ ገሊኡ፣ እቲ ናቱ ሶሳይቲ ደርቢ ግን ይፈላለ እዩ። ሃብታም፣ ማእከላይ መነባብሮ፣ ትሑት መነባብሮ እንዳበለ ይቕጽል እዩ። ተቐጺልና ተሪእናዮ እውን እዚ ቦታ'ዚ ካብቶም ዳህሳስ ክካየደሎም ዘለዎ ቦታ እዩ። ሕጂ እውን ወላ ከነስምረሉ ንኽእል ኢና። እዚ እውን ካብቶም ኣብ መጽናዕቲ ዘለዉ እዩ ሕጂ። ካብቶም ፕሮጀክታት ክብገሱ ዘለዎም እዩ ምኽንያቱ እዚ ቦታ እዚ ካብቶም ዓበይቲ ስነ ጥንታዊ ኣሰራት ዝሓዘ እዩ ዋላ እውን እዚ ዋርድያ ኣለዎ ዋርድያ ተገይርሉ እዩ ግን ናይ እንስሳ ነገር ከ ኣለዎ ይኣትውዎ እዮም የብልዎ እዮም ብሓፈሽኡስ ዕቱብ ቆላሕታ ዘድልዮ ኮይኑ ይስምዐኒ
ግርም ሶ ካልእ እንታይ ትብለና ትደሊ እዛ ገዛ ደለናያ ሲ ናይ ቤተ መንግስቲ እያ ትመስል እዛ ይጅዋል ብቲ ላዕሊ ክንሪኦ ከለና ፀበብቲ ፀበብቲ ዝተፈላለየ ታይ ባህሊ ኣለዎ እሞ እስኪ ብዛዕባ እዛ ኣስካላ ዊን ኣለዋ ብዚ ስቴረስ ዊን ኣለዋ ኣብቲ ዊን ከምኡ ኣስካላ ዊን ዝረኣና ኔርና እሞ ቤተ እምነት ዊን ኢልካ ኔርካ ቤት መቅደስ
እዚ እንታይ እስከ እቲ ዝኾነ ሃውስ ሆልድ ክስራሕ ከሎ ናቱ ጥቕሚ ተባሂሉ እዩ ዝስራሕ ንኣብነት ሕጂ እዚኣ ደለናያ እንድሕር ዳሪና ዋላ እቲ ፖድየም ዋላ እቲ ናታ ኩሉ ነገራ ፅፍፍቲ ኮይናያ ተሰሪሓ ብርኽ ኢላ እያ ፕላስ እዚ ከባቢኣ እውን ናፃ ዝኾነ ስፔስ እዩ ዘለዋ ማለት እዩ እዚኣ ሕጂ ካብተን ካልኦት ህንፃታት ፍልይቲ ዝገብራ ናይ ፍሉይ ነገር ወይ ፍልይቲ ህንፃ እያ ማለት እዩ ንድኾነ ፍሉይ ነገር ተገልግል ዝነበረት ህንፃ እያ ማለት እዩ ንኣብነት ኣንፍሬ ዝረኽበን ቤተክርስትያናት ኣለዋ ኣብዚ ቦታ እዚኤን እዚኤን ኢሉ ግን ሎኬት ኣይገበረንን ግን ከኣ ክንፈልጠን ንኽእል ኢና በቲ ደለዎን ቅርፂ ማለት እዩ እዚኣ ሕጂ ሓደ ካብቶም ፅቡቕ ኣገልግሎት ዝረኽብሎን ዝነበሩ እዚኣ እልካ ስቲል ሕጂ ውን ክትዛረበላ መጽናዕቲ ይሓትት እዩ ዛትስ ዋይ ማለት እዩ ኢንስተድ ኦፍ ሰይን ሳምቲንግ ማለት እዩ ኩሉ ነገር መጽናዕቲ ምስ ተገበራ ክትዛረበላ እዛ ህንጻ ጽብቕቲ እያ እቲ ጽቡቕ ነገራ ግን እንታይ ናይ ፍሉያት ሰባት ምንባራ ወይ ቤት መቕደስ እዚኣ ክትከውን ትኽእል ናይቶም ኣማሓደርቲ እዚኣ ክትከውን ትኽእል ወይ ሎካል ኣድሚኒስትሬተርስ እዚኣ ክትከውን ትኽእል እዚኣ ብፍሉይ ነገር ዋላ እዚ ስፔስ ቦታ ሒዛቶ ዘላ ብፍሉይ ዝተሃነጸት ስለ ዝኾነት ብፍልይቲ ከኣ ይገብራ ማለት እዩ በቲ ሃናንጻን

ቅድሚ ናብ ካልእ ምኻድናስ እዚ ጉድጓድ ናበይ ድውስ? እዚ ጉድጓድ ስቲል ስጋብ ሕጂ ከምቲ ኣንተ ድበልኩኻ ማለት እዩ ናበይ ከም ድወስድ ብትኽክል እቲ ውሽጢ መጽናዕቲ እዩ ክካየደሉ ብሕጂ ግን ኣፈ ታሪኽ እንታይ ይብሉ ንኣክሱም እዩ ድወስድ እዚ ናይ ዘረባታት ማለት እዩ ናይ ኣፈ ታሪኽ እዩ ስቲል ንዑ ሳፖርት ምግባር ብኢቪደንስ ንሱ ድኸኣለ መጽናዕቲ እዩ ዘድልዮ ናይዚ ግን እንድሕር ደኣ ንኣድሊስ ወይ ንኣክሱም ወስድ እዩ እንድሕር ደኣ ብሉ ኣለዉ ኮይኖምሲ ጀነራል ክትሓስቦ ከለኻ እዚ ህንጻ ክንሪኦ ከለና ወይ እዚ ኣንደርግራውንድሲ ኮን ኢልካ ብጽቡቕ ኣገባብ ዝተሰርሐ እዩ ዋላ እቲ ኣኻውሑ ምሩጽ እዩ እቲ ደናጉሉኡ ኣዝዩ ገጀፍቲ እዩ ሰብ ከማን ገሊኡ ክጸሮ ሓደ ማንፓወር ወይ ቱ ማንፓወር ክጸርዎ ደይክእሉ እዩ ኣብዚ ንኣብነት ዓንድታት ተሪኢና እዚ ሪኦ እዚ ዓንዲ ሕጂስ ክነውሕ ማለት እዩ ዳርጋ ክልተ ሜትሮ ኣዚ ዓቤቲ ዓንድታት እዩ ማለት እዩ እዚ ንሓደ ተልእኾ ዝነበሮ ዝተሰርሐ እዩ ማለት እዩ። እዚ እዚ ኢልካ ሕጂ ኣብዚ ሕጂ እዋን ክትገልጾ የሸግረካ እዩ። ቁሩብ መጽናዕቲ ምስ ተገብረሉ ብትኽክል ክወጽእ እዩ ማለት እዩ። ፕላስ እዚኤን ኣብዚኣ ዘለዋ ገጀፍቲ ደናጉላ ተሪእኔን ካብዚኣ ቦታ እዚኣ እየን ናብዚኣ ካብዚኤን ደቂቐን ወዲኣ። ዘለዋ።
እወ ዕንወት እዩ ማለት እዩ። ውሕጅ ድዩ ወይ ካሊእ ናቹራል ወይ ከኣ ማን ሜድ ነገር ደፊእዎ ኣሎ ኣብዚ። ኣብዚ ከኣ ወዲቑ ኣሎ ማለት እዩ። ከምዚ ንርእዮ ዘለና ከማኒ እቲ ውሽጡ ሕጂ ብዚ ሕጂ እዋን እንታይ መዲእ ዶ ኣሎ ተይልኔን ድበት እዩ መሊኡ ደሎ እቲ ውሕጅ በዚ ከባቢ ዳሓሉሲ እቲ መስመሩ ናብዚ እዩ ገይርዎ ደሎ እዚኣ ከማን ብኩሉ ነገራ መጽናዕቲ ዘድልያ ኣዝያ ካብተን ቡልጻት ናይ መጠራ ሳይት ካብ ኩሉ ድገረመኒ ኣነሲ እዚ ከውሒ ዝርኣ እዚ ከውሒ ክልተ ሜትሮ ብዳርጋ ክንደይ ይኮን እዚ ሰለስተ ሜትሮ ሰለስተ ሜትሮ ከውሒ ከውሒ ሙሉእ ብሙሉእ ከውሒ ከውሒ ጸሪበ ተጸሪበ ገይሮም ኣሎ።
ከውሒ ተጸሪበ ይመጺ ዋላ እዚ መናድቑ እውን ተሪእኻዮሲ እቲ ኣጋጣጥምኡሲ ምስኡ ተጸሪቡ ድተጋጣጠመ እዩ ዋላ ተሪእናዮ ንኽዋ ሰብ ተባሂሉ እዚ ንርኣ እወ ኩለን ንርኣየን ኣበይ ኣሎ ኣብዚ ኤግዛምፕል ኣብዛ ድሕሪ እያ ዘላ ድሓን ክንሪኣ ኢና ኔክስት ድሓን እንዳኸና እንዳወጻና ክንርኢ ኢና እቲ ቅርጽስ ምስኡ ልክዕ ተጋጣጢሙ ዝተሰርሐ እዩ ከምዚ ናይ ማትማቲክስ ቦክስ ሼፕስ ቅርጽታት ጂኦሜትሪ ድሓዘ ኮይኑ ኣብ ቦቦትኡ ተጋጣጢሙ ድተሰርሐ እዩ ማለት እዩ እዚ ከዓ ፍሉይነትን ድልዳለን ናይዛ ኣንደር ተሰሪሓ ዘላ ዘርኢ እዩ ማለት እዩ። እዚኣ ክፋል ናይቲ መጽናዕቲ ዘልዮ ናይ መጠራ እዩ ማለት እዩ እዚኣ። እዚ ሕጂ ምስ ምስ በለኮለው ናቱ ፓርቲ ክፋል ናቱ ፓርቲ ናቱ ፓርቲ እዚ ሕጂ ምስቲ ናይ ምስ በለኮለው እዩ ህንጻ እዚ ልክዕ ኣንተ ቅድም ኣቢልካ ወይን ናይ ናይ እምነት ኣብታ ሓወልትስ ናይ ኣብ ወርሕን ኮኸብን ዲስኮ ይንብቡ ነይሮም ዳሕራይ ናይ ክርስትና ኢሎም ኣብዚ ከዓ ኮኸ- ኣብ መስቀል ይርኢ ኣለኹ ኣዎ ሕጂ እታ መስቀል ከኣ ፍልይ ዝበለት እያ። እዛ መስቀል- ንምንታይ ኣብዚ ገይሮማ? እዚኣ መስቀል ኩሉ ግዜ እንታይ እስከ ንሓደ ነገር ሲምቦላይዝ ትገብሮ ነቲ ናትካ እምነት ንምስፋሕ እዩ ዝኾነ ሰብ ንኣብነት እዚ እንድሕር ዳኣ ኣንደር ኮይኑ ኮይኑሲ እንታይ ይገብርዎ ማለት እዩ ነዚ ሪኦም እዮም ዝኸዱ ከምዚ ንሪኦ ዘለና ሕጂ ክሃስስ ጀሚሩ ኣሎ እቲ ጽቡቕ ነገሩ ኢንግሬቭድ እዩ ኣብኡ ተላሒጹ ዝተሰርሐ ወይ ካብኡ ተወቂሩ ዝተሰርሐ እዩ ማለት እዩ ጽቡቕ ናይ ቅርጺ መስቀል ድሓዘ እዩ ከዓ ማለት እዩ እዚ ከዓ ሞስትሊ ኣሶሽትድ ዊዝ ክርስቲያኒቲ ማለት እዩ ምስኡ ምትእስሳር ዘለዎ እዩ ማለት እዩ ምክንያቱ መስቀል ኩሉ ግዜ ሲምቦላይዝ ናት ስለ ዝገብር ኣብዚ ከባቢ ማለት እዩ ኣነ እንታይ ደይ ጠርጢረ
መጽናዕቲ ምስ ገበርኩም ንገሩኒ እምበር መቃብር ምሽ ተም ህዝቢ በይ ኣለዉ ኣብዚ ዝነበሩ ህዝቢ ናይ በለኮሎ ባይዘወይ ናይ ኣደይ ናይ እንዳደይ በለኮሎ እዩ እዚ እቶም ህዝቢ ዝደለዉ ሲ ዝነበሩስ ኣበይ ኣለዉ ትብል ምሽ ሕጂ እንድሕር እዚ መስቀል እንድሕር ተገይሮም ኣብዚ መቓብር ከይ ከምዚ ናይ ጥልያን ረኺብና ነርና በዚ ዓዲ በጊዕ ከይድናስ እዎ። ኣንደርግራውን ብዞም ካሜራማን ኣንደርግራውን ናይ ጥልያን መቓብር ረኺብና ነርና ሸውዓተ ሽሕ እ፣ በቃ ክጽበ ማለት ሕጂስ ከምኡ ከይህሉ ኣብዚ ውሽጢ መቓብር ሕጂ ከምኡ ክኸውን ይኽእል እንድዩ ዋላ እዚ ትብሎ ዘለኻ እውን ስጋብ እቲ መጽናዕቲ ዘይተገብረ ግን ከኣ እንታይ ስጋብ ኣብዚ ናትና ብባህሪኡ ኣብዚ ናትና ስነ ጥንቲ ንኣብነት እንድሕር ዳርየ ካብ ስነ ጥንታዊ ቦታታት ኣብ ቆሓይቶ ከምዚ ክንረክብ ኢና ኣብ ነፍሲ ወከፍ ህንጻታት ወይ ቤት መቕደሲ ከምዚ ክንረክብ ኢና ኴንና ኣብ ኣዱሊስ እውን ክንረክብ ኢና ማለት እዩ፣ ከምዚ መስቀላት ማለት እዩ። እዚ ኸኣ እንታይ እስከ ብሓፈሽኡ እንድሕር ደኣ ርኢናዮ ኣብቲ እዋን እቲ ንግስነት ዝነበረሉ ናይ ኣክሱማይት ማለት እዩ እዚ ቦታ እዚ ካብ ዋን ስጋብ ሰቨንዝ ሰንቹሪ ኤዲ እንድሕር ደኣ ርኢናዮሲ እቲ ሰልዲ ናቶምሲ ናይ መስቀል ክስታይ እውን ነይርዎም እዩ። ኦከ። ኣብቲ ኮይን ናቶምሲ ንመጀመርያ ግዜ ማለት እዩ ብደረጃ ዓለም ካብቶም ሲቪላይዜሽን እሲ ኣብ ሰልድስ መስቀል ዝገበረ ሲቪላይዜሽን ኣሎ ተተባሂሉስ እዚ ናይ ኢስት ኣፍሪካ ኣክሱማይት ሲቪላይዜሽን እዩ ማለት እዩ። እንድሕር ደኣ ኣብ ሰልዲ ይገብር ኣሎ ኮይኑስ ኣብ ከምዚ ካውሕ እውን ሲምፕሊ ክግበር ከም ዝከኣል ኣብ ከምዚ ካውሕ ጥራይ ክማን ደይኮነሲ ኣብ መጠረ ኣብ ዝተረኸቡ ዓታሩ ማለት እዩ ስብርባር ዓተሩ ኣብኡ ውን ኣብቲ ዓታሩ ናይ መስቀል ኣብኡ ውን ከም ዝተረኸበ እዚ ዋላ ናይ ቀረባ እዋን ክንሪኦ ንክእል ኢና ማለት እዩ ስለዚ ሲ እዚ መስቀል ምግባር ሲ ነቲ ናትካ ረሊጅን ንምስፋሕ ኢልካ እትገብሮ ሓደ ካብቶም ዓበይቲ መንገድታት እዩ ማለት እዩ ስቲል እዚ እውን መፅናዕቲ ከለ ከምዚ ዝበልካዮ ማለት እዩ ክተኣሳሰር ይኽእል እዩ ስቲል ግን መፅናዕቲ ጌርካ ግን ክንዲ ዝደኣክል መቓብራት ግን ኣብዚ ዕምቆት ናይዚ መቓብር ከገድስ እዩ ማዕረ ክንዲምንታይ ዝዝርጋሕ ናበይ ገፁ እዩ ክንደይ ሜትሮ እዩ እዚ መፅናዕቲ ጌርካ ማለት እዩ ነቶም ፓዝል ኮይኑ ዘሎ ሕቶታት ከዓ ክምልሱልና እዩ ማለት እዩ ካብ ኣፍሪቃ ዳርጋ ብቀዳማይ ደረጃ ክስራዕ ከኣሉ እዩ እዚ ናይ ስነ ጥንታዊ ቦታ ናይ እወ ናይ በሎ ናይ በሎ ኣዱሊስን በሎ ክሎን ኣዱሊስን በሎ ክሎን ብሓፈሽኡ ብዕብየቱ እንድሕር ዳኣ ርኢናያ በቲ ጻዕቒ ዘለዎ ርኽበታት ካብ ኢስት ኣፍሪካ እቲ ፍሉጥ ድኾን ናይ ቋሒቶ እዩ ማለት እዩ ምክንያቱ ሰላሳን ክልተን ስኩዌር ኪሎ ሜተር እዩ እቲ ናቱ ሒዝዎ ዘሎ ኤርያ ማለት እዩ እዚኤን ዘለዋ ኣዱሊስ ተልናያ ዓለም ለኻዊ ኣፍሪቃዊ ከማን ኣይኮነ ብዓለም ደለኻ ካብቶም ኣገደስቲ እዩ ዓለም ምሉእ ድፈልጦ ማለት እዩ ቆሓይቶ መስመርና እዩ ኣድሊስ ተጸዊዕናስ ቆሓይቶ ክንጽዋዕ ኢና ቆሓይቶ ጸዊዕና ክንመ ጥራይ ኢና ክንጽዋዕ ስለዚም እቶም ኣዝዮም ተታሓዘ። ኣገደስቲ ሰንሰለታውያን ሳይታት ተባሂሎም ዝፍለጡ ከምቲ ዓንተወይ ዝበልኩኻ ኣድሊስ እንድሕር ፖርት ኢልናዮ እዚኦም ናይ ከበሳ ከኣ ላንድ እዮም ፖርትስ እዮም ናይ ከበሳ ፖርትስ ተባሂሎም ከኣ ዝፍለጡ እዮም እዚኦም እውን ከምቲ ዝበልኩኻ ሽዑ ብሩባ ሓዳስ ጌርካ እውን ናይ እግሪ መንገዲ ጉዕዞ ከሎ ንኣብነት ካብ ኣዱሊስ ንቋሒቶ ክትመጽእ ሰለስተ መዓልቲ ወዘልካ ብእግርካ ኣኮርዲንግ ቱ ዘ ፕሬትለሲ ማለት እዩ መጽሓፍ ደላ ማለት እዩ ወላ ፕራክቲካል እውን ብናሽናል ሚዚየም ተፈቲኑ እዩ ማለት እዩ እቲ ስራሕ እቲ ግሁድ ኮይኑ እዩ እዚ ከዓ ስለዚ እዚ ሳይት እዚ ሲ ብዙሕ ደይተዳህሰሱ እውን ኣብ ውሽጦም ብዙሕ ዝኾነ ጸጋታት ዓቂሩ ዝርከብ ሳይት እዩ ንባዕሉ ኦኬ፣ ናይ መወዳእታ ናይዛ ናይዛ ኣንደር ሕቶ እያ ብምንታይ ኣልዕልዎ ነይሮም እዚ ክሬን ኣይነበሮምን ሰብ ከልዕሎ ኣይክእልን እዩ እዚ እውን ትሪኦ ኣለኻ ሓንቲ ገለ ብምንታይ ኣልዕልዎ ነይሮም Generally እዚ ቦታ እዚ ብምንታይ የልዕልዎ ነይሮም? ከምቲ ድበልካዮ ጽቡቕ ኣለኻ እዚ ሰብ ከልዕሎ ዓቕሚ እዩ ነበረ። ንምንታይ ይወቕርዎ ነይሮም? እቲ መውቀሪ ንባዕሉ ግን as a means of ናቶም ድጥቀምሉ ዝነበሩ መጻዕኛታት ትራንስፖርቴሽን ግን ሓራምዝ ኣብ ከምዚ ይዋፈሩ ነይሮም። ሓራምዝ ነይሮም። ሓራምዝ እዮም ብብዝሒ ዘምጽኡ ነይሮም ማለት እዩ። ሓራምዝ ኣብዚ ቦታ እዚ ብብዝሒ ከም ዝነበሩ ንመጻዕኒ ጥራይ ዘይኮነ እውን ኣብ ዝተፈላለዩ ውግኣት እውን ሓራምዝ ከም ዝሳተፉ ዝነበሩ እቲ ሰብ ሓፍ ከብሎ ዘይክእል ዝነበረ እቲ ሰብ ከጓዓዕዞ ዘይክእል ዝነበረ ብምንታይ ይካየድ ነይሩ ተልና ብሓራምዝ ይካየድ ከም ዝነበረ ጽሑፋትና ዋላ ናብቲ ሓራምዝ ከመይ እግሮም ስቕ ኢሎሞ ምንታይ ይእሰር ነይሩ ግን ካልእ ርእሱ ዝኻለ ርእሱ ዝኻለ ሕጂ ተሪና እዚአን ሕጂ ርኣያ ንኣብነት ኣብዚኣ ናይ እዚኣ ሪጋ ደላ ካልእ ትደላ ርያ እታ ትገጢማ ተረላ ርያ እዚኣ እወ ተዋሲባ ኣላ ውሱብ ይኹሎ ዋላ እዚኣ ገዲፎማ ደለዉ መዋሰቢት እያ እዚኣ ኣብዚኣ ኣብ ፊትና እውን ገዲፎምልና ኣለዉ እዚኣ ኣብዚኣ ደላ እወ እዚ ኣብዚ ኣረላ እዚ ኣብዚ እዚኤን እምኒ ሕጂ እንድሕር በዚ ዊን ይሃልነ ኣለካ እወ በዚ ሆል መዋሰብ ኣሎ በዚ ሆል ኣሎ ኩሉ እዚኤን ሕጂ እዚኤን ወዲቀን ደለዋ እምኒ መዋሰብ እብ ዝለወን ይገጥመ እዚ ንምንታይ ማለት እዩ ረድረድ ከይብል ኣንደር ስጋብ ዝኾነ ንህለካ እንደዚ መዋሰብ እዚኣ ንህለካ ኣብዚ ንህለካ መዋሰብ ኢች ኤንድ ኤቭሪ በዚ ኣቱ በዚ ኣቱ ማለት እዚ ንምንታይ ረድረድ ንኸይብል ኩሉ ነገሩ ሰት ንምግባር ዝወፀ እዩ ማለት እዩ ንከይወድቕ ተባሂሉ ብፍሉይ ዝተሰርሐ ኣብዚ ፀሪቦም ኣለዉ ርእ ልክዕ ኣብቲ ኣብዚ ፀሪቦም መቐበሊ ኣለዉ፣ ኣብዚ ፀሪቦም ኣለዉ ኣሃ፣ ኣብዚ እውን ፀሪቦም ኣለዉ እወ ክልቲኦም ሕጂ ተን ተ- ተን እምኒ የእትው የእትው ብለወን ይሰጥማ ደለወን ማለት እዩ እዚኣ ከዓ ሲምቦላይዝ ስለ ዝኾነት ንውሽጢ እንታይ ኮይና እትው እትው ኢላ ኢላ ካብዚ ሲ ፍልይ ኢላ። ምክንያቱ ዓይኒ ሳይት ንክትረክብ ማለት እዩ ብኮነ ነገር ሲ ኮነ ኢልካ ከም ዝተገበረት ከም ዝተሰርሐት ንምርኣይ ተባሂላ ከዓ እትው ኢላ ተሃኒፅ ተገይረላ ማለት እዩ ስለዚ ጥበብን ቅድም እና እታ ቤተክርስትያን ኢልካ ነርካ ናይ እምነት ቤተክርስትያን ሞ ንዓ ክንሪያ ሞ ብኣ ክንውድእ ይከኣል ድዩ ይከኣል እዩ